ኩሉ ትጅምሮም ፍቕራዊ ርክባት ኩላቶም ግድን ክሳኽዑን ልሰመሩን ክኾኑ እዮም ኢልካ ምጽባይ ሓደ ልክትጉዳእ ልገብረካ ነገር እዩ። ሰላማት ኣሕዋተይ ሎማዕንቲ ኣብ ብሬክ ኣብ ወይ ድማ ኣብ ፍቕራዊ ህይወት ምፍልላይ ጎንፂ ባእሲ ክፍጠር ተሎ ክትገብሮ ለለካ ሓቀኛ ዝኾነ ነገርን ኣብ ህይወትካ ድማ ቐፃልነት ክጠቕመካ ኢለ ዝሓሰብክዎ ሓሳብ ሒዘልካ መፅየ እኒኤኹ። ብርግፅ ብሬክ ኣብ ከጋጥም ተሎ ብዙሓት ሰባት ልቦም ይስበሩ እዮም። እዚ ድማ እቲ መፍትሒ ኢሎም ዝወስድዎ ሓደ ሓሳብ ሓደ ሓሳብ ይደልዩ እዮም። እሱ ድማ ብምንታይ ክርስዓ ወይ ድማ እዛ ጓል እዚኣ ብምንታይ ካብ ልበይ ከውፅኣ ልብል ሓሳብ እዩ። ስለዚ ሎማዓንቲ ድማ ኣብ ብሬክ ኣፕ ከጋጥም ተሎ ወይ ድማ ብምንታይ ክርሰዓ ልብሉ ሓሳባት ልመላለሱካ ትኮይኖም ለኣኻ እዩ ሓደ መፍትሒ ሒዘልካ እኒኢኹ ስለ ብሬክ ኣፕ ብደንቢ ኣስፊሕና ክነዋግዕ ኢና ኣብ ፍቅራዊ ምፍልላይ ወይ ድማ ኣብ ብሬክ ኣፕ ልቦም ለይተሰበሩ ሰባት ዕድለኛታት እዮም ነገር ግን እዚ መንገዲ እዚ ለይሓለፍ ሓቀኛ ፍቅሪ ለሎ ይመስለኒ ብኣየ ፐርሰናሊቲ ህይወት ድማ ናብ ፈተና ጉዕዞ እያ ብርግጽ ኩላትና ንፍቶኖ ፈተና ልተፈላለየ እዩ እቲ ሓደ ቅርሺ ብምስኣን ክፍተን ይኽእል እቲ ሓደ ብቤተሰቡ ብምስኣን ክፍተን ይኽእል እቲ ሓደ ድማ ፍቅሪ ብምስኣን ወይ ድማ ልቢ ብምስባር ስለዚ ድማ ልኹላትና ኣብ ህይወት ሓደ ዓይነት ፈተና ኣይህልወናን ኣብ ፍቅሪ ህይወት ድማ እቲ ለሎ ፈተና ሓደ ኣብ ብሬክ ኣብ ከጋጥም ተሎ ምፍልላይ ከጋጥም ተሎ ለሎ ናይ ልቢ ስብራት እዩ። እዚ ከጋጥመካ ተሎ ድማ ክትገብሮም ለለውኻ ትኽክለኛ ነገራት እኒአው። ብርግፅ ኣብ ፍቕሪ ተሸናፊ ምዃን ማለት ኣሸናፊ ከም ምዃን እዩ ኣነ ልሓስቦ። እቲ ናይ መጀመርያ ነገር ክትገብሮ ለለካ ኣብ ብሬክኣፕ ወይ ኣብ ፍቕራዊ ምፍልላይ ስለ ምሽናፍኻ ክትሓስብ የብልኻይ ኣነ ከሸንፍ እየ ኣነ ከምዚ ገይረ ክጎድኣኒ እኒ ልምንታይ እስኻ ከምዚ ትብለኒ ኢልካ ብስሩ ላብ ውሽጥኻ ክተብሰልስል የብልኻይ ሓወይ እቲ ናይ ምፍኽኻር እቲ ናቆልዑት ስራሕ ሓዲግካ እስኻ ክትገብሮ ለለካ ነገር ኢኻ ክትገብር ለለካ ትገብሮ ነገር ድማ ፈሊጥካ ትኽክለኛ ምዃኑ ኣረጋጊጽካ ሓሲብኻ ብምርግጋዕ መንገዲ ኢኻ ክትገብር ለለካ እስቲ ኣነ ከሸንፋ ንኤኒ ኣነ ከምዚ ክገብራ ንኤኒ ክጎድኣ ንኤኒ ኢልካ ክትሓስብ ተለኻሲ ልመን ኢኻ ትጎድእ ኣለኻ ሓወይ ልመን እታ ምሳኻ ልነበረት ጽቡቕ ግዜ ልሐለፈት ልታ ልትፈትዋ ልታ ልተፍቅራ ምጉዳኣ ምሕሳብ ማለት እዚ ወይ ድማ ኣብ ውሽጥኻ ሰላም ልፈጥረልካ ነገር ኣይኾኒ ብትኽክል ተመጺኻ ድማ ኸምኡ ስለ ልገበርካ ሰላም መሲሉ ልክስምዐካ ይመስለካ ይኾን ነገር ግን ኣይስምዐካን እዚ ሕማቕ ስምዒት ልከይስምዐካ ድማ እስቲ ልባዕልኻ ትሕት በል ኢጎኻ ኣወግዶ ልምንታይ እያ ሓዲጋትኒ ከይዳ ታይ ስለ ልጎደለኒ እዩ ታይ ጥፍኣታት ኣጥፊኤ እየ ኢልካ ምስ ባዕልኻ እኹል ግዜ ብምሕላፍ ልባዕልኻ መርምር ሓወይ እቲ ሪሌሽንሺፕ ክተስተኻኽሎ ተደሊኻ ድማ በቃ ተሸናፊ ብምዃን ይቅርታ ብምሕታት ግዜ ሓሊዩኻ ኣብ ዝተረጋገእትሉ እስኻ ርግዕ ብልበልካሉ ኣብ ልስኸንካሉ ሰዓት ይቅርታ ምሕታት እውን እቲ ናትሑት ሰብ ሓደ መንገዲ እዩ። ኣብ ሓደ ሓደ ልረአ ጌጋ ግን እኒኦ ልምርሳዕ ኢሎም መስተ ይጅምሩ፣ ልምርሳዕ ኢሎም ኻልኢቲ ገርል ፍሬንድ ይሕዙ። ለይሓሰብዎ እቲ ናይ ውሽጦም ስብራት እቲ ናይ ውሽጦም ቁስሊ ከይደሓነ ምስ ለይደልይዋ ጓል እውን ይደዋወሉ። እዚ ግን ፈፂሙ ጌጋን ሓደገኛን ልኾነ ነገር እዩ። ናይ ንእሽተይ ደቓይቕ ስሕተት ድማ ሙሉእ ህይወትና ወይ ድማ ምሉእ ዘመንና ከበላሽወልና ከም ልኽእል እውን ክትፈልጥ እኒኤካ። ስለዚ ፍቅረኛይ ክርስዓ እየ ወይ ድማ ዝብሬክ ኣብሱ ካብ ዝብሬክ ኣብሱ ልምውፃእ ኢልካ ሓዳሽ ጓል ለይቲ ደልያ ለይቲ ሓስባ ጓል ምድዋል ድዩ ምግናይ ድዩ ጠጠው ክተብል ነየካ ሓወይ እዚ ምንም መፍትሒ ክኾነካ ይኽእል እዚ ብልገበርካ ቁፅሪ ልባዕልኻ እናሰኣንኻ ቤተሰብኻ እናሕዘንኻ ሕማም ክኾን ይኽእል ብቻ ብዙሓት ነገራት ኣድለይቲ ለይኾኑ ነገራት ሱስ ክትጅምር ትኽእል ምክንያቱ ሱስ ልጅመር ብሓንቲ ብሓንቲ ነገር እያ ብሓንቲ ግዜ ሙከራ እያ ቀስ ብቀስ እዩ ላብ ውሽጥኻ ልሰራጨ ስለዚ ድማ ሓወይ ብሬክ ኣፕ ኣጋጢሙኒ ፍቅረኛይ ተባኢሳትኒ ልበይ ተሰይሩ ኢልካ ልጊዜኡ ከረስዑና እዮም ኢሎም ኢልና ንሓስቦም መንገድታት ምጥቃም ጠጠው ክተብል ኔካ። እስቲ ሎማዓንቲ ብመስተ ረሲዕኻያ ንበል ዝመስተ እኮ ይሓልፍ እኮ እዩ ናጋ ኣብ ሂወትኻ ታይ ዓይነት ጠባሳ እዩ ሓዲግልካ ልሓልፍ ታይ ዓይነት መጉዳእቲ እዩ ሓዲግልካ ልሓልፍ እሺ ጓል እውን ተጀናጂንኻ ኣዋጊዕኻ ኣግኒኻ ንበል እዚ ፍቅሪ እሱ ናብ ማን ሓቀኛ ፍቅሪ ድዩ ለታ ጓል ለለካ ስምዒት ሓቀኛ ኮይኑ ድዩ ልምርሰዕ ኢልካ ልኣተኻዮ ነገር ልባዕልኻ ብቻ ይኸውን ካይትጎድእ ሓወይ ነታ ቀሪብኻያ ለለኻ ጓል እውን ኢኻ ተስፋኣ ህይወታ ተበላሽወላ። ስለዚ ድማ ኣርሒቕካ ብምሕሳብ ኣድላዪ ላብ ለይኮኑ ነገራት ክትኣቲ ፈጺምኻ ከይትሙክር። ሓቅኻ እኮ ኢኻ ብሬክኣፕ ብጣዕሚ እዩ ለሕምም ምስ ፍቕረኛኻ ምፍልላይ ብጣዕሚ እዩ ለሕምም ጎዲኣትካ ክትኾን ትኽእል ቺት ጌራትካ ክትኾን ትኽእል ሰይራትካ ክትኾን ትኽእል ነገር ግን እመን ሓወይ ሕማምኻ ተቐበሎ ብቲ ሕማም ሕለፎ በቃ ሕመም ብኸ ንብዓት ልምንታይ ድዩ ተፈጢሩ ጸሎት ልምንታይ ድዩ ተፈጢሩ ስለዚ እዞም መንገድታት እዚኦም ግድን ክትሓልፎም እኒኢካ ሰብ ስለልኾንካ ልባዕልኻ ስለልሸወድካ መስተ ስለልሰተኻ ላብ ካልኢት ጓል ከቕንኣ እየ ኢልካ ስለልኸድኻ ልባዕልኻ ካብ ምጉዳእ ሓሊፉ ምንም ዓይነት ለውጢ ክተምጽእ ኣይትኽእሊ ስለዚ ሃም ፐርሰናሊ ክመኽረካ ትኾይነ ኣነ ሓወይ ጾሎት ግበር ብኸ ይውጻልካ ልክንበክ እዩ ንብዓት ተፈጢሩ እኒኦ ምኽንያት ስለለለኦ እዩ ኣምላክ ንብዓት ፈጢሩልና ለሎ ጸሎት ተፈጢሩ ለሎ ድማ ለኣና ልምሕጋዝ እዩ ኣምላክ ድማ ብልተሰበረ ልቢ ለሚንካዮ ምንም ነገር ከይሃበካ ልቀርዕ ጎይታ ይኾነ ስለዚ ኣብ ብሬክ ኣብ ሰዓት ጸሎት ብምግባር ብምብካይ ድዩ እቲ ስምዒት እሱ ተሰሚዑካ ሕለፎ ኣብ ልትኣምኑ እምነት ድማ ቤተ ክርስቲያን ብምዃድ ክኾን ይኽእል ታጓልሳ ክተስታውሳ ተለኻ ልክዕ ላብ ፈጣሪኻ ብምቕራብ ክኾን ይኽእል ልምንታይ ሃምዝ ተፈጢሩ ኢልካ ብምሕታት ላብ ኣምላክካ ብምቅራብ ጸሎት ብምግባር እውን ልክ ትወጽእ ይሕግዘካ እዩ እዚ ክትገብር ተለካ ድማ ጠቅሊሉ ሂወትካ ናት ተስተካከለ እዩ ልከድ ካፍቲ ብመስተ ብካሊኢት ጓል ትርስዐሉ መንገዲ እዚ ብጥዕናዊ ልኮነ መንገዲ ክትርስዓን ወይ ድማ ትብሬክ ኣብሱ ካብ ውሽጥካ ክተውጽኦ ትክእል ኢካ ስለዚ ቀጻሊ ሂወትካ ሓደገኛ ካብ ምግባር ብምቁጣብ እዞም ልነግረካ መንገድታት ግድን ክትሓልፎም እኒኤካ። ሕማምካ ልምርስዕ ትጅምሮ ነገር ሓደገኛ እዩ ልኾን። እስቲ ዝበይን ጠቓሚ እኮ እዩ፣ የምረካ እኮ እዩ። በቃ ኣጠዓዕሞ፣ በቲ ትኽክለኛ መንገዲ ሕለፎ። እቲ ሕማም ልከይስምዐካ ኢልካ ቤተሰብካ፣ ባዕልካ፣ ኣዕርኽትካ ኣይትጉዳእ። እቲ ቀፂሉ ወሳኒ ኢለ ልሓሰብክዎ ነጥቢ ድማ እታ ጓል ተፈልያትካ፣ ጎዲኣትካ፣ ሓዲጋትካ ከይዳ እኒኣ ዶ? ስለዚ ኣይትውቀሳ፣ ኣይተማርር። ነማርር ተለና ልነማርሮ ካሊእ ነገር ኢሉ ዝተኸና ስለዚ ለኣምምራር ለኣመውቃስ ኣድላይ የኾነ ልመጥ ለውጥ የለይ እዚ ኣብ ፍቅሪ ብቻ ክትጥቀመሉ ለይብልካ ሓደ ሜላ እዩ ኣነ ኣብ ህይወተይ ጠቂሙኒ ልሓለፈ ጎዲኦም ካል ኸዱ ሰባት ሓዲጎም ካል ልኸዱ ሰባት ምንም ክትወቅስ የብልካ ብውሽጥኻ ኣይትሓዞ ኣይተምርር ኩሉ ግዜ ብልበዝሕ ግዜ ድማ ኣብ ውሽጥና ንሕዞ ጭንቂ በቃ እቲ ጥፍኣትካ ኣሚንካ ልባዕልኻ ውቐስ። እዚ ክትገብር ተለኻ ውሽጥኻ ቅልል እናበለካ እዩ ልኸድ። እቶም ሰባት ኣብ ልብኻ ኣብ ኣእምሮኻ ናይ ምጽናሕ ዕድሎም እውን ናቐነሰ እዩ ልኸድ። ልባዕልኻ ክትወቅስ ተለኻ ልምምሕያሽ፣ እቲ ለጥፋእካዮ ነገር ልምስትኽኻል፣ እቶ ኣድላይ ለይኾነ ባህሪኻ ልምዕራይ እውን ሓደ መንገዲ ይኸፍተልካ እዩ። እዚ ክትገብር ተለኻ ልኣብነት ሀመይ ትገብር? ሸዊዳትኒ ከማል፣ ኣይ ባዕለይ ተሸዊደ። ጎዲኣትኒ ከማል፣ ባዕለይ ልክጉዳእ ፈቒደላ። ባዕለይ ሀምዚ ገይረ፣ ሀምዚ ተትገብር ነይረ ሀምዘይ ምኾንኹይ። ብምባል ትኮምፕለይ ንኩሉ ኣብ ባዕልካ ግበሮ። ሰባት ክርሕቁካ ተለዉ እውን በቃ ማዕረ ባዕለይ ሞር ስለልቀረብክዎም ብደንቢ ቦታ ስለልሃብክዎም ካብ መጠን ልሓለፈ ፍቅሪ ስለልሃብክዎም እዮም ሪሕቆምኒ ኢልካ እዚ እመን ጥፍኣት ተጥፊእካ እውን ብዚ ጥፍኣትካ ከምልረሓቁካ ሕሰብ እምበይ ልሰባት ኣይትውቀስ ኣይተማርር ብርግፅ ሰባት ልጎድኡና ክፉእ ነገር ልሰርሑ እኮ ኽፍኣት ሃልይዎም ወይ ካብ ሕመቆም ልተልዓለ ኣይኮነ ልባዕሎም ካብ ሙፍታይ ልተልዓለ እዩ ራስ ወዳድነት እዩ ህምዚ ልገብር ልሎ ሰልፊሽ ስለ ልኮኑ እዩ። ኻሊእ ምኽንያት ኣይህልዮም እዪ ልኣና ስለ ልጎድኡ ልጥቀምዎ ጥቅሚ እኒኦ ኢለ ኣነ ይሓስቦይ። በቃ እዚ ትሓልፈሉ መንገዲ ድማ ታሊሎምኒ ሸዊዶምኒ ከም ማል ተሸዊደ ተታሊለ። ኢልኻ ልባዕልኻ ብምንግጋር ምሕላፍ እቲ ቀጺሉ ለሎ ድማ ኣብ ብሬክኣፕ ብርግፅ ከቕንኣክሙ ክተቕንኣ ምሙካር ኣድላይ ለይኾነ ልቓሕኻ ምምላስ በቀል ኣድላይ ይኾነ እዩ ብርግፅ ነገር ግን እንድሕር እቶም ሰባት ክሓዝኑ ተደሊኻ ሓደ እትገብሮ ነገር ንኢካ እዚ ድማ ኣብቱ ለሓደጉኻ ቦታ ለይምፅናሕ ካብቱ ልነበርካዮ ቦታ ልዕል ኢልኻ ደረጃ ሒዝኻ ምግናይ ንኣብነት ኣይትኽእል እዩ ዝበሉኻ ነገር ክኢልካ ብምርኣይ ኣይትሰርሖ እዚ ስራሕ እዚ ደካማ ኢኻ ዝበሉኻ ነገር እስኻ ብጥንካረ ሰሪዕኻ ክትወርኦም ተለኻ እዚ ልኦም ዓብዪ ስብራት እዩ ዝኾን ስለዚ እዞም ነገራት ብዚ መንገዲ ዝሓሊፍካ ንባዕልኻ ካብቱ ዝሓደጉኻ ብምውፃእ ኣብቲ ዝነበርካዮ ቦታ ልሐሸ ኮይንኻ ብምግናይ ክተደንቆምን ልባዕልኻ እውን ክትድመምን ኢኻ ሓወይ ስለዚ ኣብዚ ደረጃ እዚ ክትበጽሕ ተለኻ ድማ እቲ ብሬክ ኣብ ሃም ጉድኣት ለይኾነሲ ሃም ነዳዲ ኮይኑ ጠቂሙካ እኒኦ ይኸው ልክትልወጥ ሓደ መሰረታዊ ነገር ኮይኑ እኒኦ መብዛሕተና ሰባት ድማ ካብ ኤክስና ኢና ንምሃር ልኣብነት ኣብ ትምህርቲ ቤት እኳስ ፈተና ክንቕበል ተለና ክኾን ይኽእል ካሊእ ትምህርቲ ክንእከስ ተለና ካብቲ መምህር ልነግረና ካብቲ ኣንቢብና ንርድኦ ብላዕሊ ታይ ኤክስና ርኢና ኢና ብደንቢ ኣብ ርእስና ልመጸልናን እንመሃረላን እንፈልጣን ስለዚ ካብ ኤክስኻ ምምሃር ድጋሜ እቲ ስሕተት እሱ ልከይፍጠር ኣብ ህይወትካ ልገብር ነገር እዩ ስለዚ ተተጎዲእካ ሓወይ ብቲ መንገዲ ሓሊፍካ ሓዚንካ በኺካ ክኾን ይኽእል ብጸሎት ክኾን ይኽእል ብቻ ልባዕልኻ ብለይጎድኡ ቀጻሊ ህይወትካ ብለይጎድእ ብለይበላሽ መንገዲ ሓሊፍካ እቶም ሓዲጎምካ ልኸዱ ኣብቲ ልነበርካዮ ብለይ ምግናይ ጥራሕ መን ምዃንካ ክተርእዮም ኢኻ። እዚ ብምግባር ድማ ህይወትካ ክትልወጥ ትኽእል ኢኻ ሓወይና። ሎማዓንቲ ሓሳባተይ ድማ እዚኣቶም እዮም። ከምቲ ኩሉ ግዜ ልብለኩም ላይክ ሰብስክራይብ ገይርኩም ተበረታትዑን ኣሕዋተይ ብጣዕሚ እየ ልፎትየኩም። የቐኔለይ። ቀጻሊ ቪድዮ እስካብ ንጋነ ሰላም።